ሃማደ ንቕሓትን ተራን ደቂ ኣንስትዮ ኣብ ኩሉ መዳያት ንምብራኽን ሃሳይ ልምድታት ንምውጋድን ዓበይቲ ጎስጓሳዊ ንጥፈታት የካይድ ምህላው ይፍለጥ። ነዚ ንምድራዕ ድማ ቅነ ምውጋድ ኩሉ ዓይነት ኣድልዎ ኣንጻር ደቂ ኣንስትዮ ኣብ ከተማ ኣስመራ ተዘኪሩ ኣሎ። ወኪል ኤሪና ዮናታን የዕብዮ ንዘዳለዎ ጸብጻብ ሊድያ ተኽለማርያም ብሃማደኤ ዝተወደበ ቅነ ምውጋድ ኩሉ ዓይነት ኣድልዎ ኣንጻር ደቂ ኣንስትዮ ኣብ ከተማ ኣስመራ ብዝተፈላለየ መሰናድኦታት ተዘኪሩ። እቲ ብምኽንያት ዓሰርተ ሽዱሽተ ሕዳር ዝውዕል ዓለማዊ መዓልቲ ምውጋድ ኩሉ ዓይነት ኣድልዎ ኣንጻር ደቂ ኣንስትዮ ዝተወደበ መደብ፣ ኣብ ሃሰይቲ ልምድታትን ሳዕቤናቶምን ከምኡ'ውን ኣብ ሕጊ ዘተኮረ ሞያዊ ኣስተምህሮታት፣ ንተማሃሮ ዘሳተፈ ሰላማዊ ሰልፍን ካልእ ንጥፈታትን ዘጠቓለለ እዩ ነይሩ። ብዕስራን ክልተን ሕዳር ኣብ ማእከላይ ቤት ጽሕፈት ሃማደኤ ኣብ ዝተኻየደ መደብ፣ ሓላፊት ሃማደኤ ዞባ ማእከል ወይዘሮ ኣለም በላይ፣ ሃማደኤ ንቕሓትን ተራን ደቂ ኣንስትዮ ኣብ ኩሉ መዳያት ንምብራኽ፣ ጾታዊ ዘይምዕሩይነት ንምውጋድ፣ ንደቂ ኣንስትዮ ዝሃሲ ድሑር ልምድታት ንምትራፍ ጽዑቕ ጎስጓሳት የካይድ ከምዘሎ ብምሕባር፣ ነዚ ንምድንፋዕ ድማ ምስ መሻርኽቱ ኣድማዕቲ መደባት የተግብር ከምዘሎ ገሊጻ። ክኢላ ሕርስን ማህጸንን ዶክተር ሃብተ ሃይለመለኮትን ዋና ኣኽባሪ ሕጊ ዞባ ማእከል ኣቶ ተስፋኣለም ተኽለማርያምን ኣብ ዝሃብዎ ኣስተምህሮ ድማ መርዓ ትሕቲ ዕድመን ምኽንሻብ ጓል ኣንስተይትን ብንቕሓት ክውገድ ዘለዎ ጎዳኢ ልምድታት ምዃኑ ብምግላጽ ብጥዕናውን ሕጋውን መዳያት ዝርዝራዊ መረዳእታ ሂቦም። ቀሺ ሳሙኤል ጸጋይ ድማ ኣርባዕቲኤን ሃይማኖታት ኤርትራ ዝተሰማምዓሉ ንምውጋድ መርዓ ትሕቲ ዕድመን ምኽንሻብ ጓል ኣንስተይትን ዝምልከት ጽሑፍ ኣቕሪቦም። ዓሰርተ ሽዱሽተ ሕዳር ዝውዕል ዓለማዊ መዓልቲ ምውጋድ ኩሉ ዓይነት ኣድልዎ ኣንጻር ደቂ ኣንስትዮ ኣብ ሃገርና ንኻልኣይ ግዜ'ዩ ተዘኪሩ።
ንመስርሕ ትምህርቲ ብቋንቋ ዓረብ ንምግምጋምን ዘጓንፍ ብድሆታት ንምልላይን ዝዓለመ ዋዕላ ሓበራዊ ስራሕ ንብሉጽ ትምህርቲ ብዝብል ቴማ ብ ዓሰርተ ትሽዓተ ሕዳር ኣብ ከተማ ከረን ተኻይዱ። ኣብቲ ዋዕላ ሓለፍቲ ጨንፈር ሱፐርቪዥን ክፍሊ ሓፈሻዊ ትምህርቲ፣ ሓለፍቲ ጨናፍር ሚኒስትሪ ትምህርቲ ኣብ ዞባታት ዓንሰባን ጋሽ ባርካን፣ ሱፐርቫይዘራት፣ ዳይሬክተራትን መምህራንን ብቋንቋ ዓረብ ዘምህራ ኣብ ከተማ ከረንን ሓጋዝን ዝርከባ መንግስታውያንን ብሕታውያንን ኣብያተ ትምህርቲ ተሳቲፎም። ሓላፊ ጨንፈር ሚኒስትሪ ትምህርቲ ዞባ ዓንሰባ መምህር ሓጎስ ኣድሓነ ኣብ ዘስምዖ ቃል፣ ኣብ ዞባ ዓንሰባ ብቋንቋ ዓረብ ዝምህራ ኣብያተ ትምህርቲ ናይ ነዊሕ ዓመታት ታሪኽ ዘለወን ምዃነን ብምጥቃስ፣ ኣብ ምሕደራ፣ ካሪከለምን ምውሳኽ ደረጃታትን ከምኡ'ውን ኣብ ምሕያል ዓቕሚ ሰብን ምፍራይ ብሉፃት ተምሃሮን ዓብዪ ኣስተዋፅኦ ይገብራ ምህላወን ሓቢሩ። እቲ ዋዕላ ንዝሓለፈ ተመክሮ ብምግምጋም ናይ መፃኢ ውዳቤታት ንምምዕርራይን ድኽመታት ንምፍዋስን ዝዓለመ ምዃኑ ብምግላፅ ኩሎም ዳይሬክተራት እተን ብቋንቋ ዓረብ ዝምህራ ኣብያተ ትምህርቲ ብልጫታት ዓቂበን ብልዑል ናህሪ ንኽስጉማ ፃዕርታቶም ከሐይሉ ኣዘኻኺሩ። ነፀብራቕ ቋንቋ ዓረብ ኣብ ዝተፈላለየ ፅላታት ስራሕ ጭቡጥን ጉልሕን እዩ ዝበለ ዋና ዳይሬክተር ክፍሊ ማሕበራዊ ኣገልግሎት ዞባ ዓንሰባ ኣቶ ዓብዱላሂ ኣልኣሚን ተቐሲሙ ዘሎ ተመክሮ ድልዱል ሰረት ንትስፉው መጻኢ ከም ዝኾነ ገሊጹ። ወከልቲ ብቋንቋ ዓረብ ዝምህራ ኣብያተ ትምህርቲ ብግዲኦም እቲ ዋዕላ ንድሕረ ባይታን ኣበርክቶን ናይተን ኣብያተ ትምህርቲ ዝገልጽን ተመክሮ ንምልውዋጥ ዝሕግዝን ከምኡውን መስርሕ ምምሃርን ምስትምሃርን ንምድንፋዕ ዝሕግዝ ምዃኑ ሓቢሮም። ኣብ መዛዘሚ እቲ ዋዕላ ብሚኒስትሪ ትምህርቲ ሓላፊ ጨንፈር ካሪክለም ኣቶ ኢብራሂም ርእሶም ንኣበርክቶ'ተን ኣብያተ-ትምህርቲ ብምሙጋስ፣ ካብ ቀዳማይ ክሳብ ሓምሻይ ክፍሊ ብቋንቋ ዓረብ ዝምህራ ኣብያተ-ትምህርቲ፣ ካሪክለመን ኣብ ኢደን ከምዘሎ፣ ናይ ሻድሻይ ክፍሊ ተሓቲሙ ክዕደል ተዳልዩ ምህላዉ፣ ናይ ሻብዓይን ሻምናይን ክፍሊ ድማ ኣብ መስርሕ ሕትመት ከምዘሎ፣ ናይ ዝቕጽል ክፍልታት ድማ ይስራሓሉ ከምዘሎ ገሊጹ። ኣብ ዝተፈላለያ ሃገራት ዝነብሩ ዜጋታት ብውዳቤታቶም ኣብ ምድንፋዕ መደባት መኸተን ልምዓትን ዘትዮም ከካብ ቦትኡ ንዝበፅሓና ዜና ህዝባዊ ዲፕሎማሲ ሃብቶም ፍረዝጊ ኣወሃሂድዎ ኣሎ ገረመስቀል ገረዝጊሄር
ኣብ ኢጣልያ፣ ጀርመንን ፈረንሳን ዝነብሩ ዜጋታት በብውዳቤታቶም ኣብ ምድንፋዕ መደባት መኸተን ልምዓትን ዘትዮም። ውዳበ ህዝባዊ ግንባር ንዲሞክራሲን ፍትሕን ንኡስ ጨንፈር ሚላኖ ኣብ ዘካየዶ ጉባኤ ውዳቤኡ ብምሕያል ኣበርክቶ ኣባላቱ ንምዕዛዝ ክሰርሕ ቃል ኣትዩ። ኣብቲ ጉባኤ ኣብ ዝሓለፈ ክልተ ዓመታት ናይ ዝተሰላሰለ ንጥፈታት ገምጋም ድሕሪ ምክያድ እቲ ውዳበ ዝያዳ ክሕይል ኩሉ ኣባል ተሳትፎኡን ተርኡን ከዛይድ ከምዝግባእ ተገሊፁ። ኣብ መወዳእታ ድማ ንዝመፅእ ክልተ ዓመት ነቲ ውዳበ እትኣሊ ኣካያዲት ኣካል ተመሪፃ። እዚ ከምዚሉ እንከሎ፣ ኣምባሳደር ኤርትራ ኣብ ሪፓብሊክ ፈረንሳ ወይዘሮ ሃና ስምኦን ብ ዕስራ ሕዳር ንኤርትራውያን ደቂ ኣንስትዮ ነበርቲ ከተማ ፓሪስ ኣብ ድሕረ ባይታ፣ ዕላማታትን ተልእኾን ሃማደኤ ዘተኮረ ኣስተምህሮ ሂባ። ሃገራዊ ማሕበር ደቂ ኣንስትዮ ኤርትራ ንመሰልን ማዕርነትን ደቂ ኣንስትዮ ዝቃለስ ማሕበራዊ ሓይሊ ምዃኑ ዘረደኣት ኣምባሳደር ሃና፣ ንምሉእ ኣግእዞ ኩለን ደቂ ኣንስትዮ ንቕሓተን ኣበሪኸን ውዳቤኦም ዘደንፍዓሉ መንገዲ ምፍጣር መድረኻዊ ዕማሙ ከም ዝኾነ ብምጥቃስ፣ ነበርቲ ፓሪስ ኣብዚ ዕማም እዚ እጃመን ከበርክታ ኣዘኻኺራ። ብኻልእ ወገን ሃገራዊ ሽማግሌ ኣብ ጀርመን ኣብ ዝተፈላለያ ከተማታት ደቡባዊ ክፋል ጀርመን ምስ ዝርከቡ ሓለፍቲ ናይቲ ውዳበ ኣብ ምልውዋጥ ሓበሬታን ምኽርን ዘተኮረ ርክብ ብ ዓሰርተ ትሽዓተ ሕዳር ኣብ ሽቱትጋርት ኣካይዱ። ኣቦ መንበር ሃገራዊ ሽማግለ ኣብ ጀርመን ዶክተር ተስፋይ ዓብለሎም፣ እቲ ውዳበ ኣሰላሲልዎም ናይ ዘሎ ዕማማት ጸብጻብ ኣቕሪቡን ዘተ ተኻይዱሉን። ኣኼበኛታት ኣብ ምድልዳል ጥምረትን ውዳበን ዜጋታት፣ ምሕያል ሞያውን ቁጠባውን ዓቕሚ፣ ምትብባዕ ሰነዳውን ምርምራውን ተበግሶታት፣ ገስጋስ ህዝብን መንግስትን ምንጽብራቕ ከምኡ'ውን መደባት ህዝባዊ ዲፕሎማሲ ምኹስኳስ ብዝብል ኣርእስታት ኣብ ዝተዳለወ ውጥን ስራሕ ክልተ ሽሕን ዓሰርተ ሸውዓተን ብሰፊሑ ተዘራሪቦም።
ኣብ ከተማ ፋዕበት ን ሚእትን ሓምሳን ሓደስትን ነባራትን መምህራንን ማእከላይን ካልኣይን ደረጃታት ትምህርቲ ንጥፈታቶም ኣብ ምሕያል ዝሕግዞም ስልጠና ተዋሂቡ። እቲ ስልጠና ኣተኣላልያ ተምሃሮ ኣብ ክፍልን ቀጽሪ ቤት ትምህርትን፣ ኣገባብ ኣመሃህራ ቋንቋ እንግሊዝ፣ ኣመዛዝና ተምሃሮ፣ ሞያዊ ስነ-ምግባር፣ ከምኡ'ውን ተሓታትነት ኣብ ስራሕን ካልእን ዘጠቓለለ ምንባሩ ወኪል ኤሪና ሓቢሩ። ኣብ መዛዘሚ እቲ ስልጠና ሓላፊ ትምህርቲ ኣብቲ ንኡስ ዞባ ኣቶ ዓብዱላሂ ሳልሕ ኣብ ዘስምዖ ቃል፣ ንኣገዳስነት እቲ ስልጠና ብምጥቃስ፣ መምህራን ንዝቐሰምዎ ፍልጠት ኣብ ግብሪ ክትርጉምዎ ሞያዊ ሓላፍነት ከም ዘለዎም ገሊጹ። ሰልጠንቲ ብወገኖም፣ ዝቐሰምዎ ፍልጠት ንዘጋጥሞም ጸገማት ኣብ ምፍታሕን ግቡእ ኣታላልያ ኣብ ምኽታልን ሓጋዚ ምዃኑ ብምጥቃስ፣ ከምዚ ዝኣመሰለ ስልጠናታት ቀጻልነቱ ክወሓስ ተላብዮም። ኣብ ከተማ ዓሰብ ምምሕዳር ከባቢ ሸኻይቶ እትርከብ ትካል ጥዕና ብዝተገብረላ ናይ ትሕተ ቅርፂ ምትዕርራይ ኣገልግሎታ ከምዝሰፍሐ ተሓቢሩ። ሓላፊ እታ ትካል ኣቶ ሑሴን መሓመድ ንኤሪና ኣብ ዝሃቦ ሓበሬታ፣ እቲ ተዋዲዱ ዘሎ ኣገልግሎት ኣካል ናይቲ ሚኒስትሪ ጥዕና ህዝቢ ብቐረባ ውሑስ ኣገልግሎት ንኽረክብ ዘካይዶ ዘሎ ጻዕሪ ምዃኑ ገሊጹ። እታ ትካል ኣብ ደረት ጽርግያ ዝተደኮነት ብምዃናን ግቡእ ቀጽሪ ስለ ዘይነበራን ንስራሕ ምቹእነት ከም ዘይነበራ ጠቒሱ ድማ ኣብዚ ግዜ እዚ ህንጻዊ ምትዕርራይ ስለ ዝተገብረላ ዝነበረ ስክፍታ ተገልገልትን ኣባላትን ከም እተቐንጠጠ ኣብሪሁ። ተጠቃምነት ህዝቢ ብሓፈሻ፣ ክትትል ቅድሚ ሕርሲ ድማ ብፍላይ ዝምስገን ምዃኑ ዝጠቐሰ ኣቶ ሕሴን፣ ብመንከስቲ ጣንጡን ርስሓትን ከመሓላልፉ ዝኽእሉ ሕማማት ንምክልኻል ዘካየድዎ ወፍረታት ማእቶት ፅዕቡቕ ውፅኢት ይርከቦ ከምዘሎ ኣረዲኡ። ትካል ጥዕና ሸኻይቶ፣ ክትትል ቅድሚ ሕርሲ፣ ወለንታዊ ምኽርን ማዕዳን ከምኡ እውን ሕክምና ህፃናትን ኣገልግሎት ትህብ።